መርሓባ የሕዋተይ ኣብ ዘዘለኹሞ ሰላም ክትለውለይ ተስፋ ይገብር ሕጂ ከኣ ሰሚዕኹም ትኾኑ ኣብ ሓደ ኢትሲኤ ዜን ቅልጡፋት ባቡር ኢንተርሲቲ ኤክስፕረስ ዝበሃላ ሓደ ወዲ ሱርያ ብፋስ ገይሩ ንዝተፈላለዩ ሰባት ኣፈራሪሕዎም ገሊኦም ከኣ ሃሪምዎም ማለት እዩ እቲኣ ኢትሲኤ ሓሙሽተ ልዕሊ ሓሙሽተ ሚእቲ ሰባት እዮም ነይሮም ኣብቲኣ ባቡር ስለዚ ከምኡ ምስ ተፈጸመ ከኣ እዚ ኤመርጀንሲ ብሬክ እዚ ብሬምዘ ገይሮም ማለት እዩ ነዚ ናይ ሓደጋ ብሬምዘ ኣብ ዝኾነ ጎደና ጠጦ ከም ትብል እቲ ኣባቡር ሓደ ድማ ከኣ ክሳብ ኣርባዕተ ሰባት ይበሃል ኣሎ ተጎዲኦም ኣለዉ ተሃሪሞም ከቢድ ተሃሪሞም ኣለዉ ካልኦት ከኣ ከምኡ ማእኸላይ ማህረምቲ ኣለዎም ሓደ ተባዕ ሰብኣይ ግን ሪስክ ወሲዱ ጠጠው ኣቢልዎ ማለት እዩ ኢዱ ሒዝዎ ግን ካልእ መሳርያታት ገለ ከዓ ነይርዎ ዝኾነ ኣቁሑት ዝጎድኣካ ምስኡ ከማን ነይሩ ብድብድቡ ዝበልዎ ሕጂ ማለት እዩ ግን ጠጦ ከብልዎ ክኢሎም ንሙሉእ ዓዲ ከም መዓልታዊ ዝፍጸም ዘሎ ኣሰንቢዱ ኣሎ ከምኡ ከኣ ኣብ ኩሉ ዘርጊሖሞ ኣለዉ ካብ ኩሉ መዓት ዩቲፐራት ተፈጢሮም ኣለዉ ከምዚኢታት ዳርጋ ጥራይ ዘምጽኡ መዓልታዊ ክልተ ሰለስተ ቪድዮ ዝሰርሑ ኣብ መዓልቲ እዚ ንባዕሉ ብዛዕባ ዝኾነ ዝፍጸም ዘሎ ኣብ ጀርመን ናይ ቀንዲ ከዓ ያ ሓደጋታት ከምዚ ዓይነት ማለት እዩ ኣብቲ ቪድዮታት ሕጂ ዝበልዎ ከዓኒ ቀጻሊ ካብ ፍሉያት ዓዲ እዮም መብዛሕቶም እዚ ከምዚ ዝገብሩ ደቂ ሱርያ ደቂ ኣፍጋኒስታን እዮም ኣብ ቀረባ ግዜ ዝመጹ እዮም ኣብ ሓደ ቪድዮ ከኣ ደቂ ሶማልያ ከማን ኢሎም ግን ኣነ ብናተይ ወገን ሓደ ክልተ ጉዳያት ሰሚዐ ኣለኹ ናይ ደቂ ሶማልያ ብዙሕ ዝሰማዕኹ ግን ክሳብ ሕጂ ኣይመሰለንን ኤኒወይ ኣብቲ ስታቲስቲክ ከማን ቁጽሪ ሰለስተ ሶማልያ ኣለዉ ይብሉ ነይሮም ኣብ ሓደ ዩቲዩብ ማለት እዩ እቲ ስታቲስቲክ ግን ኣየርኣዮን ኣየዘርግሖን ብሓጺሩ ግን እዚኢታት ነቲ ሰላም ኣብዚ ዓዲ ዘሎ ንዓና ከማን ክጸልወና ስለ ዝኽእል ንክንፈልጦ ንክንከታተሎ ኣገዳሲ'ዩ and also ከኣ ያ እቲ ናቶም ጠባይ እንድሕር ምሳና ቀይሮሞ ከኣ ክርድኣና ማለት እዩ ብርከ ያ ፍርሓት ኣለዎም ሕርቕርቖት ኣለዎም ክሲ ኣለዎም ነዚ መንግስቲ ዘሎ ብጣዕሚ እዮም ዝኸስዎ ዘለዉ ዝያዳ ከማን more ናብ AFD ክጽግዑ ይጅምሩ ኣለዉ ብሰንኪ ብዝሒ ናይ ከምዚ ኢታት እንታይ እዮም ከኣ ዝብሉ ዘለዉ ኣብ ትምህርትታት ከምኡ ኣብ መሐምበሲ ከምኡ ኣብ ጽርግያ ከምኡ ኣብ ባቡር ከምኡ ወላ ሓደ ቦታ የለን ነጻ ኮንካ ሰላም ተራጋጊእኻ ኮፍ ክትብለሉ ትኽእል ኣብ ዝኾነ ቦታ ከጓንፈካ ስለ ዝኽእል ስኒ ዓድና ኣብ ደንጀር ኣብ ሓደጋ ኣላ ዓድና ገለ ክንገብር ኣለና ነቲ መንግስቲ ስኒ ያ ክንግድዶ ኣለና ቅያር ክፈጥር ንኣብነት እቲ ሕግታት ጭራሽ ክቅየር ኣለዎ። ኢሎም ጸጸኒሖም ኣዋጭ ይገብሩ ኣለዉ ያ ማለትስ ብብዝሒ ስኒ ኣብ ሜድያ ይስማዕ ኣሎ እዚኦም ናይ መንግስቲ ሜድያ ብዝከኣል መጠን ምጡን ዜናታት እዮም ዘምፅኡ ደንጎም እዮም ከማን ዘምፅዎ እንድሕር ተኻኢሉ ከማን ካበየናይ ከም ዝኾነ እቲ ሰብ ክነግሩ ኣይደልዩን እዮም እቲኦም እቲ ህዝቢ ግን ክፈልጥ ኣለዎ ህዝብና ኩሉ ግዜስኒ ውሱናት ሰባት ከም ዝኾኑ፣ ውሱናት ዓድታት ከም ዝኾና ከምኡ ዝገብራ ኢሎም ከኣ ኣብ ናቶም ዩቱብ ይዝርግሕዎ ኣለዉ ማለት እዩ። ብርከ ዝኾነ ሰብስ ዩቱብ ክኸፍት ይኽእል እዩ። ሶ ኣብ ገሊኡ ዩቱብ ከማን ይብሉ ኣነ ካብ ንኣኤፍቲ እየ ዝድግፍ። እዚ ሕጂ ልሙድ ኣይነበረን ኣብ ጀርመን ሓቂ ሓይሽ እንታይ ዓይነት ፖለቲካ ኢኻ ትድግፍ ብዙሕ ኣይትዛረብን ኢኻ ኣይትብልን ኢኻ ኣይትሓትትን ኢኻ እዩ እቲ ሕግ ማለትስ እቲ ልሙድ ነገር ብርከ መታን ከምዚኢታት ጽልኢ ከይፍጠር ማለት እዩ ምሽ ኣለኩም ሕጂ ግን ኣኤፍቲ በቲ ሜይንስትሪም ብዙሕ ፍትውቲ ስለ ዘይኮነት ከምዚ ራዲካል እያ ስለ ትበሃል ሕጂ ግን ከይሓፈሩ ኣነ ምስኦም እየ ዘለኹ ኣብ ጎኒኦም እየ ዘለኹ ኢሉ እም ከማን ኣብቲ ዩቱብ ይዛረቡ ማለት እዩ ከምኡ ከኣ ኣብቲ ኮመንት ብብዝሒ ትሪኦ ኣነ ከማን ገለ ምሽ ኣለኩም ነንሕድሕዶም ስኒ ይዳጋገፉ እዚ ከኣ እንታይ እዩ ዘርእየካ ዘሎ ብቃ እቲ ጽልኢ ወይ እቲ ሕርቕርቆት በዚሑ ከም ዘሎ እቲ ፍርሓት ከኣ በዚሑ ከም ዘሎ ክትብሎ ትኽእል ኢኻ ምስኡ ከኣኒ እዚ ኩሉ እንዳቀለብናዮም ስኒ ከምዚ ንዓና ይጭፍጭፉና ኣለዉ የፈራርሑና ኣለዉ እዚ ኩሉ ዕቑባ ሂብናዮም ኩሉ ዝግብኦም ጌርናሎም ኮለናስ ከምዚ ክረግጹናስ ክነፍቅድ የብልናን ኣብ ምስኡ ከኣ እንታይ እዮም ዘምጹ ጸጸኒሖም እቲ ኣሽሓት ዝጠፍእ ዘሎ ወጻእተኛታት ዝበልዕዎ ዘለዉ ወጻእ እዚ እዚ ከኣ ኩሉ ግዜ ኣብ ዝኾነ ቪድዮ ትሰምዖ ኢኻ ንኣብነት ኣብ ሓደ ቪድዮ ዝረኣኽዎ ማለት እዩ ካልእ ከማን ከምኡ ዘሰንበደኒ ግን ንዓይ ንባዕለይ ክንዲዚ ፋሚሊ ኣለዋ ወርሓዊ ዒስራ ሽሕ ዝመፅን ከምዚ ዓበይቲ ፋሚሊ ማለት እየን ማለት ብዙሓት ቆለውዕ ዘለዎም ኣብ ገዛ ዘለዎም ኩሉ ነቲ ክሳብ ዕስራ ሽሕ ኣብ ኣብ ወርሒ ዝወሃባ ማለት እዩ ወይ ዓሰርተ ሽሕ ክንድዚ ፋሚሊ ኣለዋ ሓሙሽተ ሽሕ ዝወሃባ ካብ መንግስቲ ካብ ጆብ ሴንታ ማለት እዩ ሓሙሽተ ሽሕ ክንድዚ ካብ ኣርባዕተ ሽሕ እዮም ጀሚሮሞ እቲ ስታቲስቲክ ክንደይ ፋሚሊ ኣርባዕተ ሽሕ ይወሃባ ከምኡ ሓሙሽተ ሽዱሽተ ሸውዓተ እንዳበሉ ስታቲስቲክ ገይሮም እዚ ከምዚ ስታቲስቲክ ብዙሕ ኣይትሰምዖን ኣይትሪኦን ኢኻ ነርካ እቲ ዝፀገሞ ይወሃብ ማለት እዩ ወይ ብድብድቡ ከዓ ክንድዚ ካብ ጆብ ሴንታ ሰባት ይነብሩ ሕጂ ግን በብናይ ዓዱ ገለ ካበይ ዓዲ እየን ዝመፃ እቲኤን ከምኡ ዝቕበላ ክንድዚ ገንዘብ ምሻለኩም ከምዚ ሞር ስታቲስቲክ ከምዚኢታት ከዓ ነቲ ሰብ መሊሱ ይርድኦ ኣሎ ወይ ያ ኣትህቦ ኣቴንሽን ይገብር ኣሎ ገንዘብናስ ኣበይ ኣበይ ዝጠፍእ ዘሎ ሓቂ ሓየሽ ሓደ ኣቦ ሰለስተ ቆለውዕ ዘለዎ ጀርመናዊ ሰሪሑ ወፊሩ ዘቕልቦምን ሓደ ከዓ ሙሉእ ስድራ ቤት ከዓ ካብ መንግስቲ ዝነብርን ስኒ እሳቶም ኩሉ ኣለዎም ማለት እዩ እቲ ኣቦ ግን ክጥንቀቅ ኣለዎ ይኣክሎ ድዩ እቲ እቲ እቲ እቶት ከ ነቲ መሃያ ናቱ ከ ይኣክሎ ድዩ ኢሉ ፕላን ገይሩ ክካየድ ኣለዎ ማለት እዩ ሕጂ እዚኢታት የወዳድርዎ እንዳደከመ ከሎ ከኣ ዳርጋ ኣብ መወዳእታ ወርሒ ዘይኣክሎም ከኣ ከም ዘለዉ ገለ ኢሎም የወዳድርዎ ማለት እዩ እዚ ከኣ መሊሱ ያ ጽልኢ ሕጂ ሎማዓልቲ ኣብ ቢልድ ሳይቱንግ ከማን ቢልድ ሳይቱንግ ትፈልጥዋ ኢኹም እዚኣ ዓባይ ያ ናይ ከምኡታት ከማን ንሳ ከማን ብዙሓ ተምፅእ ካብ ቀደማ እንታይ ይብል ኣሎ ሎም መዓልቲ እንታይ መፂ ነይሩ ኣርባዕተ ሚልያርድ ሓደ ጀርመን ፋሚሊ ንቀረጽ ክትከፍል ኣለዋ። ኣርባዕተ ሚልያርድ ዝለዓለ ቀረጽ ኣብ ናይ ጀርመን ታሪኽ ዝተኸፈለ ማለት እዩ። እዚ ከኣ ንምንታይ እዩ ኣርባዕተ ሚልያርድ ዝኽፈል ዘሎ እንድሕር ኢልኩም ካብ ክንደይ እዩ ከኣ እንድሕር ኢልኩም ናይ ውርሻ ማለት እዩ ክትወርስ ከለኻ ኩሉ ግዜ እቲ ዝወረስካዮ ቀረጽ መሊስካ ትኸፍለሉ ክትከፍለሉ ኣለካ። እዚ ቀረጽ እዚ ከኣ ብዙሓት እዮም ዝቃወምዎ ብርከ እቲ ድሮ ትወርሶ ዘለኻስኒ ቅድሚኡ ቀረጽ ተኸፊልሉ ኣሎ ኣይንኮምሽቶያ ድዩ ኡምሳድስቶያ ድዩ ኩሉ ተኸፊሉሉ ኣሎ ተረዲእኹምኒ ትካል እንድሕር ነይርካ ነንበይኑ ክስታይን ድዩ ካፓሻፍትስቶያ ድዩ ነንበይኑ እቲ ሽሙ ናይ ቀረፅ ዝትኸፍለሉ ያ ሶ ትካል እንተ ነይርካ ናቱ ቀረፅ ከፊልካ ኣለኻ ብገዛ ክራይ እንድሕር መፅኡ ናቱ ቀረፅ ከፊልካ ኣለኻ ብናትካ ደሞዝ እንድሕር እቲ ኩሉ እቲ ገንዘብ ተኣኪቡ ናቱ ቀረፅ ከፊልካ ኣለኻ ገዛ እንድሕር ኮይኑ ናቱ ጉንድሽቶያ ከፊልካ ኣለኻ ን ካልእ ኸማን መዓት ሽቶያን ከፊልካ ኣለኻ ማለት እዩ ሕጅስኒ መሊስካስ ነቲ ድሮ ዝኸፈልካሉ እንታይ ዝበሃል ግብሪ ግብሪ ዝኸፍልካሉ ድሮስ መሊስካ ደቅኻ ክወርስዎ ከለዉ መሊስካ ክትከፍል ኣለካ እዚኦም ፋሚሊ እዚኦም ከዓ ኩሉ ሙሉ ዓሰርተ ሓሙሽተ ሚልያርድ ወሪሶም ማለት እዩ ካብ ኣቦኦ ያ ካብ ኣቦኦም ማለት እዩ እዚኦም ኣሕዋት እዚ ካብዚኤን ዓሰርተ ሓሙሽተ ሚልያርድ ከኣኒ ኣርባዕተ ሚልያርድ መንግስቲ ጀርመን እዩ ዝወስዶ ማለት እዩ እዚ ከኣ ምስቲ ናይ ወጻእተኛታት ንሕናስ ክሳብ መኣስ ኢና ክንከፍል እቲ ሕግታት ከማን ኣብኡ ክቅየር ኣለዎ ንምንት ምንታይ ኢና ንከፍል ዘለና ክንድዚ ናይ ውርሻ ኢሎም ከኣ ይቃወምዎ እዮም እዚ ነዊሕ እዮም ካብ ዝቃወምዎ ግን ሕጂ ከኣ ምዚ ኩነታት መሊሶም ይቃወምዎ ግን ልክዕ ኣብዚ እዋን እዚ ግን ከኣ መን ልክዕ ኣብዚ እዋን እዚ ከኣ እቲ ገንዘብ ዝያዳ ንጀርመን መንግስቲ ከኣ ኣድልዋ ኣሎ ብርከ ንበዓላስ ክንደይ ክስታይ ብኮታት ዝዕጸው ስለ ዘሎዋ ዕዳታት ካኣ ስለ ዘሎዋ ንጀርመን ማለት እዩ ሕጂ ኣርባዕተ ሚልያርድ ሲ ቀሊል ገንዘብ ኣይኮነን ኣብቲ ቢልድ ሳይቱንግ ኣብቲ ጋዜጣ ማለት እዩ እቲኦም ሰባት መን ኣየናይ ቡንደስላንድያ ትዕወት ትኸውን ኣበይ ኣበይ ይቕመጡ ይኾኑ ደቁ ኢሎም እቲ ክስታይ ማለት እዩ ዕዱላት እዮም እቲኦም ቡንደስላንድ ማለትስ እቲኣ ቡንደስላንድ ኣብቲ ትቕመጠላ እንድያ ትወሃቦ ቀረጽ ወይ እቲኣ ከተማኻ እቲኣ ቡንደስላንድ ክትብላ ኣለካ ከምኡ ናይ ኤርፕሻፍሽቶያ ሶ እሳቶም ስነ ዕድለኛታት እዮም እዚኦም ሰባት ኣብኡ እቲኣ መንግስቲ ናይቲ ፕሮቨንስ ማለት እያ እቲኣ ኣውራጃ ማለት እዩ ከምኡ ኢሎም ሕጂ ምስኡ የወዳድርዎ ንሕና እቲ ፖለቲካ ከም ናይ በዓል ዴንማርክ ወይ ናይ በዓል እዚኦም ኢስት ጀርመኒ ከም በዓል ኡንጋን ከም በዓል ፖለንድ ረስትሪክቲቭ ዝኾኑ ንስደተኛታት ናብ ከምኡ ክንቅይሮ ኣለና ኢሎም ይሓቱ ኣለዉ ማለት እዩ። ክንከታተሎ ኢና ብሓንሳብ ግን ንክትፈልጥዎ ከኣ ኣገዳሲ ይብሎ ብርከ በዚሑ ከኣ ሓቂ ሓይሽ በዚሑ ኣየቕስነካን እዩ ንኹላትካ ኣየቕስነካን እዩ እንታይ እዮም ኮይኖም ክሳብ ክንዲዚ እንታይ እዩ ካብ ምንታይ እዩ ኢኻ ትብል ኖ ማለትስ ከመይ ገይሮም እዮም እንታይ ናይ ትራውማ ድዩ ወይ እንታይ እዩ እቲ ጉዳይ ክሳብ ክንዲዚ ክንዲዚ ሰባት ጸጸኒሖም ከምዚ ዓይነት ክራይም ዝገብሩ ዘለዉ ማለትስ ናይ ኖርማል ስኒ ኣይኮነን ከመይ ጌርካ ኢኻ ንክንድዚ ሰባት ብሓደ ፋስ ወይ ብኻራ ብዝኾነ ስኒ መቸም ክንሪኦ ኢና ክንካታተሎ ኢና ሰሰናዩ ትምነየልኩም ክጠቕመኩም ከኣ ተስፋ ይገብር ባይ።